ቤኒኒ ኣፍቃሪ ቤት ደም ድማ ክሳብ ዝፈስስ ማለት እዩ ቤት ከዓ ሒናኣ ክትፈዲላ ማለት እዩ መሊሳ ንቤኒ ብፅፍዒት እያ ደርጊማ ገዲፋቶ ማለት እዩ ከምዚ ትሪእዋ ዝነበርኩም ቤቲ ከመይ ተናዲዳ ገዲፋቶም ትኸይድ ነይራና ከምዚ ኢሉ ንኣፍቃሪኣ ክወቕዓልና ቢኒ ኣይሓሰወቲ ኣይተፀበየቲ ነይራ ማለት እዩ ብጽፍዒት መትሪዓቶ እያ ገጹ ማለት እዩ ብጽፍዒት ማለት እዩ ቢንኻዓ ብጣዕሚ ተጸሊሉ ማለት እዩ ኣብ መንጎ እዞም ሰለስተ ሰባት ኣብ መንጎ ቢና ኣፍቃሪ ቤቲ ማለት እዩ ኣብ ቤቲ ልፍጠር ዘሎ ግን እንታይ ይመስለኩም ሰላም ሰላም ፍትዋት ተኸታተልቲ ዝኾንኩም ከመይ ኣለኹም ሰላም ዲኹም ኣነ ሰላም እየ እግዚኣብሔር ይመስገን ማለት እዩ ንስኻትኩም ኣብ ዘለኹምዎ ሰላምኩም ትኹንልይ በዓልቲ ምልእቲ ተስፋ እየ ማለት እዩ ለማዓንቲ ኻዓነይ ብዛዕባ ቤትና ኣፍቃሪኣ ቢኒ ማለት እዩ ኣጋጢሙ ዘሎ ነገራት ክንነጋገር ኢና እና ማለት እዩ መጀመርያ እዛ ቪድዮ ከጅምሩ ከለኹም ላይክ ጉንጓር ጀምሩ ኢኹም ሓደሽቲ ዝኾንኩም ድማ ሳብስክራይብ እንዳገበርኩም ቤተሰብ ኩኑ ክለኩም ይፈቱ ማለት እዩ። ቤተሰብ ዝኾንኩም ድማ ላይክ ሸር እንዳገበርኩም ቤተሰብ ኩኑ ክለኩም ይደሊ ማለት እዩ። ቤተሰብ ዝኾንኩም ከምቲ ልሙድ ከም ልምድኩም ላይክ ሸር እንዳገበርኩም ኣበረታትዕኒ ማለት እዩ። ብርግጽ ብጣዕሚ እየ ዘመስግን ተበረታትዕኒ ኢኹም፣ ሳብስክራይብ ትገብርለይ ኢኹም፣ ሸር ለትገብርለይ ላይክ ለትገብርለይ ኢኹም ብጣዕሚ ብጣዕሚ እየ ዘመስግን ማለት እዩ። እስኻትኩም ሓንቲ ላይክ ክትገብሩ ከለኹም ንዓይ ብዙሕ ነገር እያ ትሕግዘኒና ማለት እዩ። ሓደ ላይክ ንዓይ ዓብዪ ነገር ካብ ለወጠለይ ማለት እዩ። ንዓኹም ምንም ዘይተኸፍላ ስለዝኾንኩም ላይክ እናገበርኩም ናይ ሰብ ሓጎስ ዘሐግሰኩም ሰባት ማለት እዩ ላይክ ብምግባር ሕለፉ ማለት እዩ። ኣና ፅርኢትኹምላ ኣይፈለየኒ ማለት እዩ። ናብቲ መደበይ ከብለኩም እና ሓቢርኩም ስለ ጸንሑ ለማዓንቲ ሒዘ ዝመጻኹ መደብ ብዛዕባ ቢኒና ቤቲ ኣፍቃሪ ኣየ ሒዘ መጸ ዘለኹ ማለት እዩ ከምቲ ልሙድ ርኢናዮ ነርናና ብቐደማይ ዝሰርሕዎ ቪድዮ ማለት እዩ ኣፍቃሪ ቤቲ ናብ ገዛ ከም ዝኸደ እና ስልኪ ከምዘየልዕሎ ቤቲ ድማ እዚ ነገራት እዚ ክውዕሎ ኣይኽእልን እዩ እቲ ጋገ ኢኻ ዘለኻ ኢላ ንቤኒ ነገራቱ ነይራ ማለት እዩ ኣነ ድማ ይጋገ ኣይኮንኩ ዘለኹ ኢሉ ቤኒ እውን ተናጊርዋ ነይሩ ማለት እዩ ብኣካል ክረኽቦ ይደሊ እየ ሕዝክዮ ክትመፂ ኣለኪ ኢሉ ድማ ነጊርዋ ነይሩ ቤኒ ማለት እዩ ቤቲ ድማ ሒዘዮ ክመፅ ይኽእል እየ ፀገም የለን ኢላቶ ማለት እዩ ግን ቤትሲ ከምዚ ዓይነት ኣፍቃርስ ማለት ሰብ ኮይኑ ለይቕያር ባህርያት የለይ ኩሉ ሕማቕ ባህርያት ኣለዎና ፅባሕ ኣይቕየርን ማለት ኣይኮነ ግን ከዓነይ ቤት ሓፍተይ ከምዚ ዓይነት ኣፍቃሪ ንሰብ ክብሪ ዘይብሉ ናይ ሰብ ክብሪ ለይርድኦ ትሕት ትሕት ዘብል ሰብሲ ምሳኻ ዝኸይድ ኣይኮነ ብእውነት ማለት እዩ ምስ ናትኪ እንትንሲ ዝኸድ ኣይኮነ ምስ ናትኪ ማለት ከምቲ ኣነ ልሓስበኪ ብጣዕሚ ትሕቲ ሰብ ተኽበሪ ሰብ ትፈትዊ ልሓስበክና ኣነ ምስቲ ናትኪ ባህርያት ልኸይድስ ኣይኾነን ማለት እዩ ብኸመይ ተፋቂርኩም ብኸመይ ብሓንሳብ ትቕፅሉ ኣለኹም ኣነ ንባዕለይ ኢለይ ተመለሲ ሕቶ እዩ ኮይኑንና ብጣዕሚ ከቢድ እዩ ንምንታይ ንቤኒ እንታይ ከም ዝበሎ ርኢኹምኩም ቤተሰብ ገንዘብ ዲኻ ደሊኻ ድ ዝኹሉ ኮለል ትብልኻስ ገንዘብ ዲኻ ደሊኻ ገንዘብ ደሊለ ይኾነ ቤኒ ፍቕሪ ደልዩ ከምዚ ዝብሎ ማለት እዩ ግን ኣፍቃርለን ኢላ ካብ ዘፋለጠቶ እንድሓር ድማ ንስኻ ናብ ስድራ ቤቱ ናብ ሓፍቱ እንዳኸድካ ክትፍክር ክተፈራርሖም ስለልኸኣልካ እዩ ካብ ህይወትኩም ክወፅ ዘይከኣለ እምበር ብቀደማይ ምስ ነገረቶ ቤቲ ማለት እዩ ክርሕቀላ እዩ ወሲኑ ነይሩ ማለት እዩ ንስኻ ግን ፈፂምካ ክትርሕቅ ኣይከኣልካን ማለት እዩ እዚ ነገራት ድማ ቤቲ ኣይትፈልጥን ከምዘይትፈልጥ ኢና ርኢና ኣለና ማለት እዩ ንምንታይ ኣነይ ስቃይሲ ምትሕባእሉ ጀመርናሉ መዓዝ እዩ ኢላ እያ ክትናገር ክኢላ ቤትና ክልተ ፍቕራት ኮይንኻ ምትሕባእ ተጀሚርካ ብጣዕሚ ከቢድ ቤተሰብ ማለት እዩ እዚ ነገር ዝሓብኣ ልመዓንቲ ፅባሕ ድማ ዓብዪ ከቢድ ነገር ከም ዝሓብኣ እዩ ዘርእየካ ዘሎ ማለት እዩ ቤኒ እውን እዚ ኩሉ ግዜ እንዳታለለኪ ንሓበኪ እዩ ሓንቲ መዓልትለ ትኽክለኛ ነገር ተናጊርኪ ኣይፈልጥን ንስኺ ሓቀኛ መሲሉኪ እዩ ደድሕሪኡ ትዛርለኺ እምበር በፍጽም እዩ ንዓኺ ኩሉ ግዜ ምስ ሸወደኪ እዩ ኢልዋ ማለት እዩ። ብርግጽ ሓደ ሰብ ማለት እዩ ብንእሽተይ ነገር ካብ ክትዕዘቦ ትኽእል ማለት እዩ። ንኣኻ ለፍቅረካ ንኣኻ ክብሪ ለለዎ ሰብ ከም ዘየገብርን ማለት እዩ። ንምንታይ ቤትና ቤንሲ ካብ ቀደም ዝፋለጡ እዮም ብሓደ ሓቢሮም ሰትዮም በሊዖም ተጫዊቶም እዮም እና ንክብራ ከብልሲ ከምዚ ዓይነት ክገብር ኣይነበረይ ናብ ቢን ሓፍቱ ከይዱሲ ክፍክረላ ክፀርፍ ኣይነበረን ንቤት እኳ ክብረት ተዝህልዎ ነይሩ ማለት እዩ ግን እዚ ብጅባ እዩ ዝሓስብ ቤተሰብ ማለት እዩ ብገንዘብ እዩ ዝሓስብ ኣነ ኩሉ ግዘ ዝብል ማለት እዩ እቲ ዝምካሕ ብእግዚኣብሔር ይመካሕ ሓሲብኩም ዲኹም ቤተሰብ ንምንታይ ብገንዘብካስ ክትምካሕ የብልካ እዩ ገንዘብ ሲ ትሰርሖ ደኣ እምበር ኣይሰርሐካን እዩ ለማዓንቲ ገንዘብ ኣለካ ፅባሕ የብልካን ለማዓንቲ ገንዘብ የብልካን ከዓ ፅባሕ ሰሪሕካ ተምፀ ነገርካ ማለት እዩ ብቻ እግዚኣብሔር ኣምላኽ ዕድመን ጥዕናን ሂብካ ኩል ነገር ይርከቦ እዩ ኣብ ኩሉ ነገር ኣብ ኩሉ ደረጃ ትበጽሕ ኢኻ። ቢኒ ድማ ንቤቲ ኣፍቂርዋ ደኣ እምበር ምንም ሰብ እኮ ከፍቅር ይኽእል እዩ። ኣፍቂሩ ግን ኣይመወትን። ቤተሰብ ማለት ብሓይሊ እግዚኣብሔር ኢኻ ትነብር ትሓልፊ ኢኻ ኩሉ ነገራት ማለት እዩ እና ቤቲ ዓብይ ጌጋ ኣለኪ እንዲዩ በቃ ማለትሲ ካብ መጀመርያ እቲ ጌጋ ናትኪ እዩ ነይሩ ማለት እዩ ኣብዚ ነገራት እዚ ክወድቅ ትገብርዮ ዘለኺ ንቢኒ ናትኪ ጥፍኣት እዩ ማለት እዩ መጀመርያ ቀኒዕ ከተትመፅ ነይርኺ ከምዚ ኣይምኾነ ነይሩ ግን ከምዚ ዝርእየኪ ዘለኹ ቅንዕና ዝበሃል ዘለኪ ኣይመስለኒ ቤት ሓፍተይ ማለት እዩ ይቅርታ ግበርለይ እንተጥፍኤ ማለት እዩ ኣነ ዝተሰማዐትኒ ዝተረኣየትኒ እየ ተናጊራ ማለት እዩ እና ቤት ማለት እዩ ተናዲዳ ዝነገራት እዚ ክፍፀም ከሎ ማለት እው ከይደ ነይረ ንዓኺ ከይትናደዲ ከይትሓርቂ ክነግረኪ ዘይከኣልኩ እምበር ከይደ ነይረ ይህ ስለምንታይ ከድካ እንታይ ኒኤካ ማለት ምስኣሲ ምንም ዘራኸብ ነገር የብልካዮ ዶ ትውድእ ነገራት ሃሊካለ ምስ ቢድ ኒኤካ ክትውድኦ ነይርካ ማለት እዩ ናብ ስድራ ዘኸይድ ናብ ስድራ ዘጨናንቕ ነገራት ሒዝካ ክትከይድሲ ኣይነበረካን ማለት እዩ እዚ ክንደይ ናይ ውርድ ሰብ ምዃንካ ኢለ ርኢ ማለት እዩ ምንም እዚያ ቀላል ነገርሲ ናብ ስድራ ለኣክል ክተብፅሖ ብጣዕሚ ከቢድ ማለት እዩ እና እዚ ነገራት እዚ ክትቆፃፀር ስለዘይከኣለት ቤት ድማ ገዲፋት እያ ክትከይድ ወሲና ማለት እዩ ገዲፋት ትኸይድ ነራ ምንም ማለት ክረዳዳኡ ይከኣሉን ክልቲኦም ብጣዕሚ ፀብ ተፈጢሩ ነይሩ ኣብ መንጎኦም ማለት እዩ እና ቤቲ ድማ ገዲፋቶም ክትከይድ ወሲና ነይራ። ግን ለይተሓሰበ ድማ ሃንደበት ማለት እዩ ከቢድ ነገር ተፈጢሩ ኣብ መንጎ ቢኒና እና ኣፍቃሪያ ብጣዕሚ ከቢድ ነገር ተፈጢሩ ማለት እዩ። ግን ቤኒ ብጣዕሚ ኢኻ ትስሓት ኣለኻ እሱ ማለት እዩ ዝኾነ መረጃ ካባኻ ክወስድና ሓደ ነገር ክፍጠር ንኣኻ እንተ ናብ እስርቤት ከቲቱ ድዩ ናብ ዝኾነ ነገር ገይሩሲ በቃ ናይ ባዕሉ ህይወት ክመርሕ እዩ ድልየቱ ማለት ብጣዕሚ ክፍኣት ኣብ ውሽጡ ከም ዘለዎ እዩ ዘርእየካ ማለት እዩ። ትዕቢት ኣለዎ ኣብ ውሽጡ ብጣዕሚ ማለት እዩ። ናይ ሰብ ክብሪ የብሉን እና እዚ ነገራት እዚ ማለት እዩ ኮነ ኢሎ ከም ትገብሮ ዘሎ ክትሓስብ ኣለካ። ንስኻ ብስምዒት ዘይኮነ ክትጓዓዝ ዘለካ ብርድኢት ኢኻ ክትጓዓዝ ዘለካ ዝብል ኣነ ማለት እዩ። ማለት ስምዒ ኣብ ስምዒታዊ ኣቲኻ ትገብሮ ነገራት ኣይትፈልጥን ኢኻ እና ሕዚ ርእዮስ ካብ ድም ዝፈሶ ጌርካዮን ኢኻ ወቂዕካዮን ኢኻ እና ከቢድ እዩ ነገራት እዚሲ ንዓኸ ናምቲ ሓደጋ ናምታይ ከቢድ ነገር ይውድቐካስ ይጠፍኣካዩ ኣይብልን ማለት እዩ እና ካብ ስምዒት ውፅ ኢልካ ብርድኢት ክትምራሕ ኣለካ ማለት እዩ ዝኾነ ነገር ክትገብር ከለኻ ካብ ስምዒት ክትወፅእ ኣለካ እዚ ነገራት እዚ ንዓይ ይጠቕመኒ ድዩ? እዚ ነገራት እዚ ንዓይ ይጎድኣኒ ድዩ? ኣብ ምንታይ ከ የውድቐኒ? ኢልካ ክትሓስብ ነይርካ ማለት እዩ ቅድሚ ከምዚ ምፍጻምካ ማለት እዩ ቤት ከዓ እንኳን እዚ ረኺባ ማለት እዩ ብቐደማይ ተናጊርካዮ ኢላ እውን ከመይ ነጊራ ከም ዝጸፍዐትካ ትፈልጥ ኢኻና ማለት እዩ መቸም ቤት ሕፍረት ዘለዎ ኣይመስል እንደ ዓይነ ውጣያ ኮይና ዘላ ማለት እዩ ኣነ በዛ ዝሪኣ ዘለኹ ማለት እዩ ብሰላም ክትረዳድእኹም ከይብል ከቢድ ነገር እዩ ተፈጢሩ ዘሎ ማለት እዩ ብቻ እግዚኣብሔር እየቀልለልካ ብቀሊል ይግበረልካ እየ ክብለካ ልኽእል ቤና ሓወ ማለት እዩ ካብዞም ሰባት እዚኦም ክትላቀቅ ማለት እዩ እና ቤተሰብ እስኻትኩም ለ ኣብ ጎኒ ቢኒ ኮይንኹም ኣጆኻ ገለ እንዳበርኩም ስለተበረታትዕዎ ደስ እዩ ዝብልና ናይ ላይሊ መዓንቲ ቢዲ ሒዚያ ዝመጽኹን እዚኣ ትመስል ነይራ። ኣብ ቀጻሊ ቢድዮና ክሳብ ንራኸብ ግን ሰሰነይ ንዓኹም ምክለኩም ይደሊ ባይ ባይ።